ዲያና ባሕሪ ኣብ ሊብያ ኣሎ ተኣሲሩ ሓሙሽተ ሽሕ ዶላር ሓውል ተባሂሉ ሕጂ ኸኣ ወላ ሓደ ሰብ የብሉን ዝሕውለሉ ኣዲኡ ከይከፍላሉ ኸኣ ኣሪገን እየን በየናይ ዓቕመን ምስ በለቶ ንኣቶ ግላዝጊ ዛንታ ተዕልሎም ዘላ እዩ ተሰሚዕዎም ችድዋ ኣንቲ እንታይ ኢኺ ትብልዮ ዳሕራይ ክባይ ዝገድድ እሞ ኸኣ ገዲፍኪ ወጺእስ ከም ከልቢ ደዲሕርኡ ወጺእኺ የዋርድኪ ኣንቲ ጉንፍቲ ኤህ ደጊመ ክድውለ ረሲት ትውድኣኒ'ላ ኢሎም እናዓጫጩ ዓጸውዋ። ኣብ ዝብል ኢና በጺሕና ኔርና እንሆ ሎሚ ድማ ዓሰርተ ሸሞንተ ክፋል ጀባእ እብለኩም። ኣቶ ጊላዝጊ ኣይደንጎዩን ካብ ኣብ ጥቕኦም ዝነበረት ድኳን ረሲት ገዚኦም ደወሉላ። ዲያና ከኣ እንታይ ከም ትምልስ ሕርብት ኢልዋ እዩ ነይሩ። ሰላምታ ድሕሪ ምቕዳም፣ ሰሚዕኪ ዲያና ጓለይ፣ የሕጽር የሕጽር ኣቢልኪ እስኪ ንገርኒ፣ እንታይ እዩ ናይ ሕጂ ዘሎ ዕላማኺ? በሉዋ። ዲያና ብዘረባ ኣቦኣ ተገሪማ፣ ኣንታ ባባ ኣነ ደኣ'ሞ ወላ ንኤሮጳ ክኸይድ፣ እንተ ከፊልኩምለይ ደኣ። በለቶ። ኣንቲ ምኽፋል ደኣ ፈቲና ዶ ኮይና የግዳ ውዒልክዮ እንዲኽሞ ኣበይ ከ ክንኣቱ ሕጂ ግን ዝቐደመ ውሕጅ ሰዶ ሰብ ኩኒ ንሰብ ምሰሊ ካብ ሕሉፍኪ ተመሃሪ ጌጋኺ ከይድገም ኢሎም ማዕዳ ናይ ወላዲ ለገሱላ ድያና ሕራይ ድሕሪ ክትብል ምጽንሓ እሞ ሕጂ መኣስ እየ ክብገስ በለቶም ኣቦኣ ናበይ ክትብገሲ በልዋ ዲያና እናፈርሐት ናብ ሊብያ በየንዴ ደኣ እሞ ክብገስ በለቶ። ዲያና ጓለይ ዓቕሊ ግበሪ እሞ ዓቕሊ በጃኺ ኢሎም ናብ ምምስሳል እዮም ዝኣተው ምኽንያቱ ኩሉ ኣጋውናኣ ምስ ረኣይዋ ሕማቕ ስጉምቲ ወሲዳ ከይትጠፍኦም ራዕዲ ገበሩ ኣየናይ ሰብ እዩ ብዝሃራ ሂወቱ ከይተተንከፈ ዝኣተወ ኣወል ንስኺ ጓል ኢኺ ስለዚ ርግእ በሊ እሞ ንዓኽን ንሳሙ ሓውኽን ኣብዚ ኣምሊእናልኩም ስለ ዘለና ከም ደቅና መጠን ጥርናፈ ስድራቤት ሓቲትና ኣብ ዝሓጸረ ግዜ ብፕሮሰስ ከም ትመጺ ክንገብር ኢና እዛ ጓለይ ነቲ ሓውኺ ከኣ ሰላም ከም ዝኣተኺ ደውልሉ ሕጂ ግን ኣብ ስራሕ ኮይነ እየ ዝድውል ዘለኹ ሰናይ ቅነ ናይ ሻሂኺ ዝኸውን ገንዘብ ክሰደልኪ እየ ኣይትሕመቂ ኢሎም ቴለፎን ዓጸውዋ ዲያና ኣቦኣ እናተዛረቡ ኣብ ካልእ ሓሳብ እያ ኣትያ ነይራ። ምኽንያቱ ካናዳ ክትከይድ ሓሲባቶ ኣይትፈልጥን እያ። ሕጂ ግን ዘይተርፍ እዩ ኮይኑዋ። ብዘይ ክፍሊት መገዲ እናሃለወ ከፊላ ክትብገስ ዘይሕሰብ እዩ። ምስ ባሕሪ ምርኻባ እውን ተስፋ ዘቑርጽ ኮይኑ ረኸበቶ። ዓሕ ኢላ ድማ ካብ ምምራር ዓዲ ወዓለትን። ህይወታ ብጥራሽ እዩ ኣጽሊኡዋ። ባሕሪ ውን ከምቲ ዘየለ ነቲ ስቓይ ለሚድዎ ዩ። ሕልፍ ክብል ብዝሓዝዎ ስለ ዝሃርምዎ ነብሱ ብስቅቕታ ተወዲኣ ጨውያ ጸርያ። ገንዘብ ክሕወሎ ምእንቲ ግን ቴለፎን ናጻ ዩ ዝወሃቦ ኔሩ። ካብቲ ኣንደር ወጺኡ ንፋስ ኣብ ዝወስደሉ ድማ ናብ ድያና ዓርኩ ቴለፎን ደወለ። ዳኒየ ከመይ ኣለኺ ሓላለይ ሰላም ዲኺ? ምስ በላ ድያና ምጭው ፍቕሮም እናተራእያ ሰላም የ ባሕሪ ልበይ ከመይ ንስኻኸ ደሓን ዲኻ? ካብዚ ዝኸፍእ ኣይምጻእ ዳኒየ። ኣንታ እንታይ ከሎ ሓድሽ ነገር ገለዶ ኣይሰደዱኻን ድማ በለቶ። ዳኒየ ዝብእዶ ስጋ ይሰድድ እዩ ኣዛብእ እንድዮም ሒዞምኒ ዘለዉ ጸሎት ጥራይ ግበርለይ። ብዝተኻእለ መጠን ዳኒየ ንስኺ ጥራይ ኢኺ ክትረድእኒ ትኽእሊ። ስድራና ከም ገለ ጌርኪ ረኺብኪ ካብዚ ሓዊ ከናግፉና ከም ዘለዎም ሓብርለይ ሓደራኺ በላ እሞ ዲያና ከኣ ወላ እኳ ባሕሪ በዲልዋ እንተነበረ ሕጂ ግን ብዛዕብኡ ክዛረቡ ጊዝኡ ኣይኮነን ምኽንያቱ ዝሳቀ ዘሎ ሂወት ይዓቢ ባሕሪ ልበይ ሕራይ ጸገም የብሉን ክነግረልካ እየ ምእንቲ ርእሱ ውን ተላልይና ኢና ምስ ኣደኻ ኣጆኻ ንስኻ ከኣ ምስ በለቶ ባሕሪ ትንፋስ ዝረኸበ ኮይኑ ተሰሚዕዎ ቴለፎኑ ምስ ተዓጸወ ድማ ንባሕሪ ድያና ሰብ ክንሳ መልኣክ ኮይና ተሰምዐቶ ናይ ጀማል ደርፊ ንስኺ ዶ ትብደሊ ንስኺ ዶ ትብደሊ ኣንቲ በዓልቲ ዓቕሊ እትብል ደርፊ ቅጅል በለቶ ብሓሳብ ድማ ከይተረድኦ ደገማ ድያና ውን ኣመና ተቐርቀረት ስድራ ባሕሪ ኢዶም እናፈለጠቶ ነደይ ብርነሽ ወድኽን ተኣሲሩ ኣሎ ዝኸፍለሉ ስኢኑ ክትብለን ኣመና ኣሸገራ ድሕሪ እዚ ግን ክልተ ግዘ ሓሰበት። ንባባ ደዊለ ክዛረቦ ኣለኒ ነቲ ንዓይ ብባሕሪ ከእትወኒ ዝግባእ ገንዘብ ንባሕሪ ልበይ ከፊሎም እንተይእተውዎ ብምባል ናብ ኣቶ ጊላዝጊ ሚስኮል ገበረት። ኣይደንጎዩን ውን ደውልላ እሞ ሄለው ዲያና ጓለይ እንታይ ደኣ ተረኺቡ ኣቐዲምና ምሽ ተራኺብና በልዋ ዲያና ሰላም ዩ ባባ ግን ቤን ከም ትጅምሮ ሕርብት በላ እንታይ ደይ ክብለካ ደልየ በለት ኣቶ ጊላዝጊ ደስ ስለ ዘይበለቶ እንታይ ዲኺ ኮንኪ ኢሎም ደጎሙላ ዲያና ትርር ስለ ዝበልዋ ከም ዘይሰልጥ ኣመነት ኣብ ኣፋ ጸንሓ እቲ ናይ ሻሂ ክሰደልኪ እየ ዝበልካንስ ኣይመጸንን በለቶም እሞ ከምኡ ደኣ ዘይትብሊ ንሱስ ቀስ ኢሉ ክመጻኪ እዩ ድማ በልዋ ኣስዕብ ኣቢላ ድማ እናፈርሐት ባባ ባሕሪ እኮ እዩ ደዊልለይ ነይሩ በለቶም እንታይ ደኣ እሞ ኢልኪ ምስ በልዋ ኣብኡ ኣሎ ተኣሲሩ በለት ኣ እንታይ ደኣ በሃል ኮይኑ ፈጣሪ ይተሓወሶ ድማ በልዋ ዲያና እወ ንሱ ደኣ እንታይ ክኸውን እዩ ንምሸቱ ክንሪኦ ኢና ምስ በለት ኣመና ስለ ዝተኽትኸቶም እንድዒ ወሊደ እየ ግላዝጊ ንሱ ክትብልኒ ዲኺ ደዊልኪ ኢሎም ቴለፎን ኣብ እዝና ግብ ኣበልዋ ዲያና ካብ ዝፈረሐቶ ስለ ዘይወጸት ኣነየ በደለኛ ኢላ ንነፍሳ ገንሐት። ድሕሪ እዚ ከኣ ናብ ሳሙኤል ሓዋ ደወለት እሞ ሰላምታ ተለዋዊጦም ንሱዳን ከም ዝኣተወት ከኣ ኣበሰረቶ። ሳሙኤል ደሃይኪ ኣይተሓባእ እንታይ ደኣ ክንዲ ዝብስራት ሒዝኪ ሽርብ ኢልክኒ ኣይተሻቒለ እንዴ ቀንየ በላ። ይርደኣኒ ሳሚ ሓወይ ኣይደወልኩልካን ብዝኾነ ሳላ ዝሓገዝካኒ ሰላም ኣትየ ሳሚየ በለቶ። ከላ እንታይ ገይረልኪ ምስቲ ንጉስኪኸ ተራኺብኪዶ? በላ ድማ እናሰሓቐ። ኣይ ስቕ እስከ በል ምሉእነት ዘይብላ ዓለም ንሰሙን ኣቢሉ ቀዲሙኒ ኸይዱ ጸኒሑኒ ልብያ በለቶ እናስተንተነት። ርኢኺ ኢለኩ እኮ እየ ንዓኺ ዝመስል ሒዝኪ ሰለይ በሊ ኢልና ዝሰምዓና ስኢና እሞ ሕጂ ከደኣ ኣሰሩ እናሸተትኪ ክትከዲ ሓሳብኪ ኣነ እኮ ዝገርመኒ እንታይ እዩ ገይርልኪ በላ ሳማ ሓወይ ፍቕሪ ምስ ሓዘካ ንዕልል ልበይ ወሲዱለይ ኢላ ኸኣ መለሰትሉ። እዋእ! ፍቕሪ ከምቲ ናትኪ እንተ ዀይኑ ርእስኻ ዘዝርሲ ገጹን ልምጽማጹን እኳ ክርእዮ ኣይደልን። ደሓን ንሱስ ንስኻ ዘይኰንካ ንሱ ክርእየካ'ዩ ኢላ ምስ ሳሚ ሓዋ ቴለፎን ወደት። ኩሉ ጋሕመጥመጥ'ዩ ኢሉዋ። በቲ እተሓዝካ በቲ ይፈስስ፣ በቲ እተዐረኻ በቲ ይፈርስ። ህይወት ቀራና ዝበዝሓ መገዲ ከም ዝዀነት ፍቕሪ ኢላ ካብ ትጅምር'ዩ በሪሁላ። በየናይ መገዲ ከም ትኸይድ ግን ሓደ ፈጣሪ እዩ ዝፈልጥ። ናይ ባሕሪ ቁጽሪ ትፈልጥ ስለ ዝነበረት ተገዲሳ ናብ ኣደይ ብርነሽ ደወለት። ኣደይ ብርነሽ ድማ ካብቲ ቅሩብ ቁራቦ እኽለን እናበቆጻ ከለዋ ቴለፎን ተደወለን። ወየ ባሕሪ ወደይ ተዝኸውን እናበላ ትቕብል ኣቢለን ሃለው መን ኢኻ በላ። ዲያና ሃለው ማማ ኣነ ዲያና ጓል ግላዝጊየ በለተን። እዋይ ዲያና ጓለይ መለሳላ። እወ ድሮ ገጊኽናኒ ወላ ብድምጸይ በለተን ኣንት መዓር ዋእ ወዮ እርጋን ከኣ ስርሑ እንድዩ ዝሰርሕ ዘሎ ከመይ ኣለኽኸ ሰላም ዲኺ ድማ በልኣ ጽቡቕ ኣለኹ ኣምላኽ ይመስገን ሱዳን ከም ዝኸድኩኸ ሰሚዕኪ እንዲኽን በለተን ዋይ ጓለይ ኣንተ ንስኽኸ እንታይ ክተርክቢ ኢኺ ናብኡ ኸድኪ እቶም ኣብኡ ዘለዉ ዶ ኣይማእኸሉን እሞኸ ሰላም ዶ ኣቲኺ በልኣ እወ ደሓን እየ እንታይ ድየ ክብለክን ደልየ ማማ ባሕሪ ከኣ ልብያ ተታሒዙ ሓሙሽተ ሽሕ ዶላር ተባሂሉ ኣሎ ስለዚ እንተስ ተለቂሕክን እንተስ ገለ ትፈልጦም ቤተሰብ ክኸፍለሉ ዝኽእል ገንዘብ የድልዮ ኣሎ በለተን እሞ ኣደ ባሕሪ ነታ ተኣሲሩ ትብል ቃል ጥራይ ስለ ዘተኮራ ብስንባደ ባሕሪ ወደይ ብምባል ነቲ ዝብቁፅኦ ዝነበረ ኣኽሊ ደፊኤን ኣብ ዘለውኦ ሰላም እንታይ ረሳዕኩም ክቡራት ተኸታተልቲ ከመይ ትቕንዩ ከመይ ኣለኹም ሕራይ ናይ ሎማዓንቲ ዝነበረ 18 ክፋል ነዚ ይመስል ነይሩ ኣብ ዝመጽእ 19 ክፋል ሒዘልኩም ክሳብ ዝመጽእ ሰላም